ጎይታ እተመስገነ ኹን ኣሕዋትን ኣሓትን ከመይ ቀኒኹም እንቋዕ ድሓን መጻእኩም እግዚኣብሄር እተመስገነ ኹን ካልእ ግዜን ሰዓትን ዝሃበና ኣገልግሎትና ክንጅምር ኢና እሞ ኩላህና ብጸሎት ቅድም ክንከፍቶ ኩላህና ንጸሊ እስኪ ካብ ፓልቶክ ካብ ፓልቶክ ሓውና መብራህቱ ኪርያኮንስ ሸውዓተ ተኽኢልካ እስከ ጸልየልና ክሪያኮን ሸውዓተ እስማዕ ደለኹ እስከ ሓደ ሓደ ግበሩለይ ኦኬ ጎይታ ባርክ ክልጋነሽ እሞ ጸሊ መብራህቲ ሓወይ እስከ ጸሎት ክፈተልና ኩላህና ኣሜን ብምባል ከዓ ንስዓቦ
ሰላም ሰላም ኣሕዋት እወ ስማዕ ኣለኻ
ሰላም እብለኩም ካብ ላዕሊ ክሳዕ ታሕቲ ከመይ ውዒልኩም ከመይ ቀኒኹም
ስም ጎይታና የሱስ ክርስቶስ ሰላም ንዓኻትኩም ይኹን ሰራይ ክንጽሊ ኢና እግዚኣብሔር ይባርኽኩም ሰማይን ምድርን ንባሕርን ኣውዘሉ ኩሉ ዝፈጠርካ እግዚኣብሔር ኣምላክና ነመስግነካ ኣለና ምሕረትካ ጸጋካ ፍቅርካ ሓልዮትካ ጉስነትካ ስለ ዘይተፈለየና ተመስገን እግዚኣብሔር ኣምላክ ነዚ ሓይልናን ክእለትናን ንርእዮ ዘለና ጸላካ ጸላም ጸጋካ ደገፍካ ሓገዝካ እሞ ተመስገን። እባ እግዚኣብሔር ኣምላክ ምፂናትና እግዚኣብሔር ኣምላክ ቃልካ የምፀልና እቲ ትብለና ሓሳብካ ክገልፀልና ኣብ ገዛ ማዕዳና ቃልካ ክስሕበና ዘይነብሮ ቦታ ንሓድስ ክሕዘና መፂና ኣለና እሞ እግዚኣብሔር ኣምላክ ገፅካ ንደሊ ምክርካ ንደሊ ንፍቃድካ ንደሊ ኣለና እግዚኣብሔር ኣምላክ ፈጣሪ ሃገር ካልኣዊ ዝኮነ ኣምላክ እቲ ሓቂ ንመገዲ ህይወት ዝኮነ ቃል ህይወት ዝኮነ ክብለና እግዚኣብሔር ኣምላክ ንስካ ንባርያካ ቅብኣዮ እቲ ዝሃብካዮ ቃል ክኣ እግዚኣብሔር ኣምላክ ብሓቂ ንምግላጽ ሓይሊ ብዘለዎ ናብ ብሓቂ መንፈስ ቅዱስካ ብዘለዎ ምግላጽ ብዘለዎ መልእክቱ ከመሓላልፍ እግዚኣብሔር ኣምላክ ቅብኣዮ ንሕና እውን ንሰምዕ እግዚኣብሔር ኣምላክ ነቲ ቃል ክንሰምዖ ንልብና ክፈቶ ልብና ከፊትካ እግዚኣብሔር ኣምላክ እቲ ቃልካ ኣብ ተግባር መታን ክነውዕሎ ሓይልካ ሃበና እግዚኣብሔር ኣምላክ ሰምዕ ልቢ ዝእዘዝ ልቢ ብሓቂ እግዚኣብሔር ኣምላክ ንቃልካ ዘድህብ ልቢ ክትህበና ንልምነካ ኣለና እግዚኣብሔር ኣምላክ ኣብ ማእከልና ንስካ ትመላለስ ወብሩክ መንፈስ ቅዱስ ንስካ ብሓቂ እዚ ቦታ እዚ ክትቆጻጸሮ ንኹሉ መስመራት ንኹሉ ዝጻባእ ዝጻረር መንፈስ ኣርሒቅካ ሓቂ ቃል ክመሓላለፍ እግዚኣብሔር ኣምላኽ ንኹሉ ንልብና ዝሰርቅ ንልብና ዝወስድ ሓሳብና ዝኸፋፍል ኩሉ ካባና ኣርሒቅካ ሓቂ ናይቲ ቃል ክንሰምዖ ክንእዘዞ ንስኻ ሓግዘና ሕብረትና ባርኽ ብኹሉ ንኹሉ ኩልና ኣይትፈለየና ስለዚኹሉ ዝገብረልና ዘለኻ ሰናይ እናመስገና ብስም ወድኻ የሱስ ክርስቶስ ንልምን ጸሎትና ስማዕ ኣሜን። እግዚኣብሔር ይባርክ ናይ ክፍሊ ፓስተር ተፈስሓ ወይ ናይ ክፍሊ። ኣሜን መብሬ ሓወይ ጎይታ ብርኽ የብልካ ስለተዝህብና።

ሓንሳእ ኦኬ ሓንሳእ እሞ ተዓገስ እንታይ ይኸይድ ከም ዘሎ ኣሕዋትን ኣሓትን እሞ ናብቲ ቀንዲ ፕሮግራምና ክንከይድ ኢና ሓንሳእ እሞ እንድዒ እንታይ ዓይነት ድምፂ እስካ ሓንሳእ ፕሮግራምና ክንከይድ ኢና ኦከይ ክልተ ድምፂ ፀኒሑ ናይዚ ስፒከር ዝኸፈትና ህየው ናይ መብሬ ኦከይ እሞ ጎይታ ተመስገነ ኹን ናብቲ ቀፃሊ ክፍልና ክንከይድ ኢና ሎሚ ኣብ መንጎና ዘሎ ጋሻና ሓድሽ ጋሻ እኳ ዘይኮነ ናይ ኩሉ ሻዕ ጋሻናን ኣብ መንጎና ከዓ ኣብ ኣገልግሎቱ ብዙሕ ዘገልግላና ፓስተር ግርማይ ኣስገዶም ክኸውን እዩ ፓስተር ግርማይ ሎሚ ኣዳሊልና ዘሎ መልእኽቲ ኣገዳሲ ሕቶ ሓደ ሰብኣይ ኣገዳሲ ምላሽ የሱስን ዝብል መበገሲኡ ሉቃስ ዓሰርተ ሰለስተ ዕስራን ሰለስተን ዝገበረ እዩ። ኣሕዋትን ኣሓትን ብርግጽ ሕቶ ኩላህና ኣሎና። እቲ ዘገርም ሕቶና ኣብ ዝኸድና ተኸድና ዝምልሰልና ብዙሕ ኣይንረክብን ኢና። የሱስ ግና ንኣና መልሲ ኣለዎ። እዚ ሰብኣይ ሕትኡ መጺኡ መልሲ ከኣ ረኺቡ። ንሱ መልሲ ካብ ረኸበ ንሕና ድማ ሎሚ መልሲ እንረኽበሉ ምስ ሕቶና መጺእናስ ምስ ሕቶ ኣይንምለስን ኢና። እንታይ ደኣ መልሲ ኣለዎ ንዓና። ስለዚ ባርያ ኣምላኽ እዚ ሓሳብ እዚ ካብ ሃቦ እንታይ እዩ እቲ እንረኽቦ መልሲ ካብኡ? እስኪ ናይ ልቢ ብጸሎት ብምስናይ ንቀበሎ ኩልኹም ኣብ ፓልቶክ ኣብ ዙም ኮነ ብፌስቡክ ትሰምዑ ዘለኹም ጎይታ ብርኽ የብልኩም ኣብ መንጎና ሓውና ግርማይ ኣሎ እዚ ግዜ ንዕኡ ክበየ ጎይታ ብርኽ የብልካ ሓወይ ግርማይ ማይክ ፍሪ ንኣኻ
እሺ እስማዕ ዘለኹ እወ ስማዕ ኣለኻ ራይ ክብሪ ንኣምላኽ ይኹን እ፣ ከም ብሓድሽ ሰላም እብለኩም እ፣ ስለዚ ኣገልግሎት እዚ እውን ከም ብሓድሽ ንኣምላኽ የመስግኖ ኣለኹ ኣብቲ ናይ ትማሊ ዝነበረ ፕሮግራምና ክርከብ ኣይከኣልኩም ብምክንያት ኣብዚ ዘለናዮ ቦታ ኤሌክትሪክ ካብ ፍርቂ መዓልቲ ጀሚሩ ክሳብ ፍርቂ ለይቲ ስለ ዘይነበረ እቲ ቴክኖሎጂ ክጥቀመሉ ስለ ዘይከኣልኩ መሳኹም ኣይነበርኩን ማለት እዩ ዝኾነ ኮይኑ ግና ትማሊ ኣነ ብዘይምህላወይ ዝተቋረፀ ኣገልግሎት የልቦን ዝቋረፅ ኣገልግሎት የለን ዝቋረፅ ቃል ኣምላኽ የልቦን ስለዚ ክብሪ ንኣምላኽ ይኹኖ ከምቲ ኣቐድም ኣቢሉ ሓውና ተኸስተ ዘተንበሃልና ናይ ሎሚ መልእኽቲ ኣርእስቱ ሕቶ ሓደ ሰብኣይ ኣገዳሲ ሕቶ ሓደ ሰብኣይ ከም ዘሎን ነዚ ኣገዳሲ ዝኾነ ሕቶ ከዓ ኣገዳሲ ዝኾነ ምላሽ ብጎይታና የሱስ ክርስቶስ ከም ዝተዋህቦ
ንዑ መበገሲ ጌርና እቲ መልእኽቲ ክንምልከት ኢና ነዚ ዝበልክዎ ኣርእስቲ መበገሲ ፅሑፍና ኣብ ወንጌል ሉቃስ መበል ዓሰርተ ሰለስተ ፍቕዲ ዕስራን ሰለስተን ዕስራን ኣርባዕተን እታ ቀንዲ እኳ ዕስራን ሰለስተን እያ ግን ዕስራን ኣርባዕተን ከዓ ናይ ግዲ ምስኡ ዝኸይን ስለ ዝኾነ ከነንብቦ ኢና ብስም ጎይታ ኣንብቦ እንታይ ይብል ሓደ ሰብኣይ ከዓ ጎይታይ ሒደት ድዮም ዝድሕኑ በሎ ንሱ ከዓ በሎም ብዙሓት ክኣትዉ እናደለዩስ ከም ዘይኮነሎም እብለኩም ኣለኹ እሞ በታ ጸባብ ደገ ንምእታው ተጋደሉ ኣሜን ኢሉ ይብለና እ፣ ከምቲ ኣድም ኢለ ዝበልክዎ እዚ ሕቶ እዚ ኣገዳሲ ሕቶ እዩ። ኣገዳሲ ሕቶ ስለ ዝኾነ ከዓ ጎይታና የሱስ ክርስቶስ ነዚ ሕቶ እዚ ሸለል ከይበለ ግቡእ ዝኾነ ምላሽ ሂብሉ ኣሎ። ግን ብዛዕባ እቲ ሕቶ እሞ ንሕሰብ ኢና። እዚ ሰብኣይ እዚሲ ነዚ ሕቶ እዚ ክሓትት ዘገደዶ ነገር እንታይ እዩ? እንታይ ኮይኑ እዩ እዚ ሕቶ ዝሓትት ዘሎ? እንታይ ኣገዲስዎ እዩ እዚ ሕቶ ሕቶ ንጎይታና የሱስ ክርስቶስ ዘቕርበሉ ዘሎ? እቲ ምኽንያቱ እንታይ ከም ምዃኑ ብርግጽ ንጹር ብዝኾነ መገዲ ኣብዚ ኣይተዋሃበናን። ግን ገለ ኣገዲስዎ ኣሎ እዚ ሰብ እዚ። እንታይ እቲ ዘገደሶ ምናልባት ክኸውን ዝኽእል ካልእ ዝሓሸ ኣማራፂ ከዓ ስለዘየለ ነዚ ዝሓተተሉ ሕቶ ምክንያት ካብቲ ጎይታና የሱስ ክርስቶስ ዝምህሮ ዝነበረ ትምህርቲ ብዛዕባ ናይዛ እዋን እዚኣ ጥራይ ዘይኮነስ ቅድሚኡ ዝነበረ ትምህርቲ ጎይታና የሱስ ክርስቶስ ዝስዕብ ዝነበረ ዝከታተል ዝነበረ ሰብ እዩ ዝመስል እቲ ጎይታና የሱስ ክርስቶስ ዝምህሮ ዝነበረ ምህሮ እቲ ምህርኡ እምነት ይጠልብ ይሓትት ግዳሰ ይጠልብ ይሓትት ምእዛዝ ይጠልብ ይሓትት ግን እዚ ሓታታይ ክርእን ከስተብህልን ከሎ ብዛዕባ ትምህርትን እቲ ነቲ ትምህርቲ ዝተዋሃበ ምላሽን ኣብ ብዙሓት ሰባት ክርእዮ ከሎ ምናልባት እውን ኣብ ህይወቱ ነቲ ጎይታ የሱስ ክርስቶስ ዝምህሮ ዝነበረ ትምህርቲ ዝወሃብ ዝነበረ ምላሽ ክንደየናይ ከም ምዃኑ ክሳብ ክንድቲ ዘተሓሳስቦ ኮይኑ ንርዳእ ስለዚ እዚ ዝምህሮ ዘሎ የሱስ ክርስቶስ ሰናይ ክነሱ ፅቡቅ ክነሱ መገዲ ናይ ዘለኣለም ህይወት ክነሱ ክእመን ዝግባእ ክነሱ ምእዛዝ እውን ይግብኦ ክነሱሲ ብዙሓት ሰባት ነዚ እምነትን ነዚ ምእዛዝን ዝብልዎ ነገራት ከተግብርዎ ኣይረኣየን ሕጂ ምናልባት ናይ ገዛእ ነሱ ምንቅስቃስ ናይቲ ሕልንኡ እውን ክኸውን ይኽእል እዩ ምክሳስ ናይ ሕልንኡ እውን ክኸውን ይኽእል እዩ ከምዚ ኢሉ ምህር ኣሎ እቲ ዝምህሮ ዘሎ ትምህርቲ እዚ ንእዝን ይሓትት ኣሎ ኣለኹ ዶ ኣብታ ምድሓን ትበሃል ነገራት ሲ ኣለኹ ዶ
ዝብል ሕቶ እውን መፂዎ ክኸውን ይኽእል እዩ ዝኾነ ኮይኑ እንተ በዚ እንተ በቲ ዝሓቶ እዚኣ መፅኣ ኣላ እዛ ሕቶ እዚኣ ጎይታይ ሒደት ድዮም ዝድሕኑ እዛ ሕቶ እዚኣ ግልፅቲ ሕቶ እያ ሒደት ድዮም ዝድሕኑ ይሓትት እዩ ዘሎ ጎይታና የሱስ ክርስቶስ ክምልሽ ከሎ ከኣ እንታይ ኢሉ? ብዙሓት ክኣትዉ እናደለዩስ ከም ዘይኮነሎም እብለኩም ኣለኹ እሞ በታ ጸባብ ደገ ንምእታው ተጋደሉ። ሕጂ እንታይ ኢና ንምልከት ዘለና? ነቲ ዝተሓተ ሕቶ ጎይታና የሱስ ክርስቶስ ኣብዚኣ ምላሽ ክህበላ ከሎ ኢና ንርኢ እምበኣር ነዚ ሒዝና ናብ ወንጌል ማቴዎስ መበል ሻብዓይ ምዕራፍ ካብ ፍቅዲ ዓሰርተ ዘሎ እንተ ደኣ ከድና ነዚ ኣብዚ ሕጂ ዘንበብናዮ ፅሑፍ ኣስፍሕ ኣቢሉ ብትንታነ ጎይታና የሱስ ክርስቶስ እተዛረበሉ ምዕራፍ እዩ። ስለዚ ነዚ ሕቶን ነዚ ምላሽን ሒዝና ናብ ሻብዓይ ምዕራፍ ወንጌል ማቴዎስ ንኺድ እሞ ከምዚ ዝብል ጽሑፍ ንረክብ ካብ ፍቕዲ ዓሰርተ ሰለስተ ዘሎ እንታይ ኢሉ ይብል ኣብኡ እታ ናብ ጥፍኣት እትወስድ ደገ ርሕብቲ መገዳ እውን ገፋሕ እያ እሞ ብኣ ዝኣትዉ ድማ ብዙሓት እዮም እታ ናብ ህይወት እትወስድ ደገ ግና ጸባብ መገዳውን ቀጣን እያ፣ እቶም ዝረኽብዋ ከኣ ሒደት እዮም እሞ በታ ጸባብ ደገ እተዉ ይብል። ሕቶ ተሓቲቱ ምላሽ እዩ ዝምለስ ዘሎ። ሒደት ድዮም ዝድሕኑ? እታ ምላሻ ከኣ ኣብኣ ከላ እወ ሒደት እዮም ዝድሕኑ። ይብለና ተን ቃላት ኣብኡ ኣለዋ ናብ ጥፍኣት እትወስድ ደገ ርሕብቲ መገዳውን ጋፋሕ እያ እሞ ብዙሓት ብዙሓት ኣብ ታሕቲ ወሪዱ ከዓ ዝድሕኑ ሒደት ብዙሕን ሒደትን ኣሎ ኣብቲ ዝተሓቶ ሕቶ እሞ ዝተዋሃበ ምላሽ ኣብዚ ሒደት እንታይ እዩ ክንደይ እዩ ብዙሕ ከ ክንደይ እዩ ብርግፅ ብቁፅሪ ከነቐምጦ እንኽእል ነገራት ኣይኮነን ግን ብዙሕን ሒደትን እቲ ቃሉ ዝነግረናን ዝምህረናን ዘሎ ሒደት ብቑፅሪ ሒደት ምዃኑ ብዙሕ ብቑፅሪ ብዙሕ ምዃኑ እዩ ጎይታና የሱስ ክርስቶስ እቲ ምላሹ ግና እወ ሒደት እዮም ዝድሕኑ ስለምንታይ ከም ምዃኑ ከምኡ ምላሽ ኣለዎ ብታሕቲ እንደገና ካልእ ግን ሒደት ክንደይ እዮም ብዙሓት ክንደይ እዮም ኣብ ዘበና ኣብ ግዜና ዘሎ ህዝቢ ዓለም ቁጽሩ ክንደይ እዩ? ሸውዓተ ነጥቢ ገለ ሸሞንተ ወይ ከዓ ሸውዓተ ቢልዮን እዩ። በዚ ሕቶን ምላሽን መሰረት እንተደኣ ወሰድናዮ ካብዚ ሸውዓተ ነጥቢ ገለ ቢልዮን ሰብ ዝድሕን ሒደት እዩ ማለት እዩ። ምናልባት እስከ ባዕልና ንገምቶ ዋላ ሒደት እዩ ኢልና ፍርቁ ንግበሮ ፍርቁ ሰለስተ ፈረቃን ቢልዮን ንበሎ ከምኡ ኣይኮነን ኤግዛክትሊ ዝብል ዘሎ ግን ከምኡ ንበሎ እቶም ዝጠፍኡ ክንደዮም ክንድኡ ዝኣኽሉ እቶም ዝድሕኑን እቶም ዝጠፍኡ ዘለውን እንተ ደኣ ስበኣልና ብዛዕባ ምድሓን ናይ ነፍሳት ክንሓስብ ከለና ሰለስተ ቢልዮን እንቁ ኣመዓራሪናዮ ማዕረ ገይርናዮ ምስቶም ዝድሕኑ ውን ማዕረ ገይርናዮ ሲ ሰለስተ ቢልዮንን ፈረቓን ዝኣኽሉ ካብዚ ሕጂ ዘለናዮ ዓለም ክጠፍኡ ናይ ብሓቂ ዝጠፍኡ ዘለውስ ብዙሓት ዶ ኣይኮኑን ናይ ብሓቂ ብዙሓት እዮም ሰለስተ ቢልዮን ግን ከምቲ ሕቶን ከምቲ ምላሽን ናይ ጎይታና የሱስ ክርስቶስ እንተ ወሰድናዮ እቶም ዝጠፍኡ ከዓ ካብኡ ንላዕሊ ከም ምዃኖም እዩ ምስናይ እዚ ኣብ ግዜና ኣብ ዘበና እዚ ሸውዓተን ገለ ነጥቢ ቢልዮን ህዝቢ ኣሎ ኣብ ንለሉ፣ ክንደየናይ እዮም እቶም ናይ ሓቂ ከም ብሓድሽ እተወልዱ ክርስትያናት? ኣብ ዓለምና ኣብዚ እዋን እዚ ክርስትያናት ተባሂሎም ብቑጽሪ ዝንገረሎም ካብ ክልተ ነጥቢ ክልተ ክሳብ ሰለስተ ቢልዮን እዩ። እቶም ክርስትያን ካብዞም ሸውዓተን ገለን ቢልዮን ሰባት እቶም ክልተን ፈረቓን ወይ ከዓ ክልተ ነጥቢ ሓሙሽተ ይኹን ወይ ክሳብ ሰለስተ ቢልዮን ንሰዶ እዮም ክርስትያና ዝበሃሉ እዚ ንመን ንመን መስለኩም ዘጠቃልል ንካቶሊክ የጠቃልል ንኦርቶዶክሳውያን የጠቃልል ንፕሮቴስታንት የጠቓልል ከምኡ እውን ንመፅሓፍ ቅዱስ ሒዞም ዝጠቕሱ ከም በዓል መሰኻኽር የሆባ ካልኦት እውን መፅሓፍ ቅዱስ ሒዞም መምርሒና መፅሓፍ ቅዱስ እዩ ዝብል ንዓታቶምን ኣጠቓሊሉ እዩ ክልተ ቢልዮንን ፈረቓን ዝኸውን ዘሎ ካብዞም ክልተ ቢልዮን ፈረቓን እንደገና እቲ ናይ ብሓቂ ከም ብሓድሽ እተወልደ ኣማኒ ክንደየናይ እዩ? ስለዚ እቲ ሕቶ ናይ ብሓቂ ሕቶ እዩ። ሒደት ድዮም ዝድሕኑ? እቲ ምላሽ እውን ብኣፍ ጎይታና የሱስ ክርስቶስ ብቃል ጎይታና የሱስ ክርስቶስ ዝተውሃበ ምላሽ ብምዃኑ ክንደየናይ ሓቂ ከምዃኑ ክነስተብህሎ ይግባእኒ። ባርዃት እቶም ዝድሕኑ ሒደት ካብ ኮኑ ካብቶም ዝድሕኑ ሒደት ድየ ኢል ኣነ ክሓትት ይግብኣኒ እዩ እቲ ኣገዳሲ ሕቶ ነቲ ሰብኣይ ዘገድሶ ሕቶ ንዓይ እውን ከገድሰኒ ይግባእ እዩ ካብቶም ሒደት ድየ እዚ ሰብኣይ እዚ ዝሓተቶ ሕቶ ንዓኺ እውን ከገድሰኪ ይግባእ እዩ ንዓኻ እውን ከገድሰካ ይግባእ እዩ ንዓና ንኹላህና ከገድሰና ይግባእ እዩ ንማሕበርና ከገድሳ ይግባእ እዩ ካብቶም ሒደት ዴ ካብ ኩሉ ከሰንብደና ዝግባእ እቲ ምላሽ ናይ ጎይታን የሱስ ክርስቶስ ድርቕ ዝበለት ንቕፅ ዝበለት ምላሽ እያ እወ ሒደት እዮም ዝድሕኑ እወ ኣለኹ ዶ ኣለኺ ዶ ስኺ ኣለኻ ዶ ኣለና ዶ ኣለ ዶ ማሕበርና ካብቶም ሒደት ዲና ጎይታና የሱስ ክርስቶስ እቶም ብዙሓትን ሒደትን ኢሉ ኣብዚ ምላሽ ገይሩ ሂቡና ዘሎ መታን ርግፀኛት ክንከውን ብሒደትን ብብዙሕን እዩ ተዛሪቡና ዘሎ ስለምንታይ እቶም ሒደትን እቶም ብዙሓትን እቲ ዝጓዓዝዎ መገዲ ዝተፈላለየ መገዲ ብምዃኑ እዩ እቲ መገዲ እንታይ እዩ? ጎይታና የሱስ ክርስቶስ ኣብዚ ነጊሩና ኣሎ ካብ ፍቕዲ ዕስራን ሰለስተን ካብ ፍቕዲ ዓሰርተ ሰለስተን ዓሰርተ ኣርባዕተን ዘሎ እታ ናብ ጥፍኣት እትወስድ ጥፍኣት ኢልዋ ኣሎ ብርግፅ እቶም ብዙሓት ዝኣትዋ እዮም እታ ጥፍኣት ኢልዋ ዘሎ እትወስድ ደገ ርሕብቲ መገዳ እውን ገፋሕ ኢልዋ ኣሎ። ስለዚ ርእሳ ዝኸኣለት መገዲ እያ እዚኣ። ጥፍኣት እያ። እቲ መገዳ ርሕብቲ ኢልዋ ኣሎ፣ ገፋሕ ኢልዋ ኣሎ። ብኣ ዝጉዓዙ ብኣ ዝኸዱ ብኣ ዝመላለሱ ብኣ ዝኣትዉ ብኣ ዝወጹ ከኣ ኢልዎም ኣሎ ብዙሓት እዮም ኢልዎም ኣሎ። እታ ናብ ህይወት እትወስድ ደገ ግና ንሳ እውን ናታ መገዲ ኣለዋ፣ ጸባብ እያ፣ ቀጣን እያ። ሒደቶም ዝረኽብዋ ስለዚ በዛ ደገ እዚኣ እተዉ ነቲኣ ግደፍዋ እዩ ዝብል ዘሎ በዚኣ ግና እተዉ
ኢሉ ይብለና ኣሕዋት እምበር ኩሉ ሳዕ ክንምርምር ይግብኣና እዩ ንገዛእ ነብስና ንገዛእ ሂወትና ሃዋርያ ጳውሎስ ንዝክሮ እንዲና ንኻልኦት እናሰበኽኩ ንኻልኦት እናምሃርኩ ንኻልኦት እውን ናብ መገዲ ምድሓን እናመለስኩ እናሓበርኩ ከለኹ ንገዛእ ንሰ ከይጠፍእ
ኢሉ
ጳውሎስ እውን ገዛእ ነብሱ ይምርምር እዩ ሃዋርያ ጳውሎስ ንገዛእ ነብሱ ክሳብ ክንድዚ ተጨኒቑ ብዛዕባ ገዛእ ነብሱ ብዛዕባ ግዘ ምድሓኑ ብዛዕባ ዘይምጥፍኡ ከረጋግጽ ከምዚ ካብ በለ ኣነ ንስኹምን ከኣ ነዚ ኣብነት እዚ ተኸቲልና ኩሉ ሳዕ ኩሉ ሳዕ ኣብዛ ቀጣን መገዲ እዚኣ ኣለኹ ዶ በዛ መገዲ እዚኣ ዶ እመላለስ ኣለኹ ካብ ጥፍኣት ወፅኤ ኣብዛ መገዲ ህይወት ዶ ኣለኹ? እቲ መገዲ እውን ነጊርዎ ኣሎ። እቲ ሓደ መገዲ ጥፍኣት ኢልዎ ኣሎ፣ እቲ ሓደ ከዓ መገዲ ህይወት ኢልዎ ኣሎ። ጥፍኣትን ህይወትን ኢልዎ ዘሎ ስለዚ ግሁድ ዝኾነ ነገራት እዩ። ናብቲ ዝቕፅል ነጥቢ ክንሓልፍ ከለና እዘን ክልተ መገድታት እዚኣተን መገዲ ጥፍኣት ኢልዋ ዘሎን ርሕብቲ ኢልዋ ዘሎን ገፋሕ ኢልዋ ዘሎን ብዙሓት ዝኣትውዋ መገዲ ናታ ኣገልገልቲ ኣለውዋ ልክዕ ከዓ እታ ጸባብ ኢልዋ ዘሎ ቀጣን ኢልዋ ዘሎ መገዲ ሂወት ኢልዋ ዘሎ ሒደት እዮም ዝኣትውዋ ኢሉ ዘሎ ናታ ኣገልገልቲ ኣለዋ ነናቶም ኣገልገልቲ ኣለዎ ሕጂ ጎይታና የሱስ ክርስቶስ ብዛዕባ እታ ቀጣን መገዲ ሒደት ዝኣትዋ መገዲ ህይወት ብዛዕባ እቶም ኣገልገልቲ ብዛዕባኡ ኣይተዛረበናን እሱ ፍሉጥ ስለ ዝኾነ መገዲ ህይወት ቀጣን መገዲ ሒደት ዝኣትዋ ንሳ ፍልጥቲ እያ እቲ ጎይታና የሱስ ክርስቶስ ኩሉ ሳዕ ዝምህሮ ነገራት ብምዃኑ ኣብ ቃሉ እውን ከምኡ ስለ ዝኾነ እታ መገዲ ጥፍኣት ግና እቶም ኣገልገልታ እንታይ ዓይነት ኣገልገልቲ ከም ምዃኑ ነጊሩናን ገሊጹልናን ኣሎ ኣብ ፍቕዲ ዓሰርተ ሓሙሽተ እሞ ንኺድ ኢና፣ ኣብኡ ኣገልገልቲ ኣለዉ፣ ኣገልገልታ ኣለዉ። ብዙሕ ግዜ እቲ ፍቕዲ ዓሰርተ ሰለስተን ዓሰርተ ኣርባዕተን ዘንበብናዮ ንበይኑ ጥራይ ኢና ቅድሚ ሕጂ እንርእዮን እንምልከቶም ብዙሕ ግዜ ኣነ እውን ሰቢኸዮ ኸውን ምሂረዮ ኸውን እየ ብዙሓት ክምህሩ ክሰብኩ እንከሎ ክሰምዖም ከዓ ፍቕዲ ዓሰርተ ሰለስተን ዓሰርተ ኣርባዕተን ንበይኑ ጥራይ እዩ ዝንገር ግን ንበይኑ ኣይኮነን ክንገር ዝግብኦ እታ መገዲ ህይወትን መገዲ ጥፍኣትን ጥራይ ኢልካ ምንጋር ጥራይ ዘይኮነስ ኣገልገልቲ ከም ዘለዋ ኣብቲ መበገሲ ናይ ሉቃስ ጥቕሲ ጌርና ዝወሰድናዮ እሞ ንኺድ ኢና። ክንብገስ ከለና እታ ዘንበብና ሓደ ሰብኣይ ከኣ ጐይታይ ሒደት ድዮም ዝድሕኑ በሎ ንሱ ከኣ በሎም ብዙሓት ክኣትዉ እናደልዩስ ከምዘይኮነሎም እብለኩም ኣለኹ እሞ በታ ጸባብ ደገ ንምእታው ተጋደሉ። በዓል ቤት ተንሲኡ ማዕጽኡ ምስ ሸጎረ ሽዑ ኣብ ወጻኢ ደው ምባል ክትጅምሩ ጎይታይ ጎይታይ ክፈተልና እናበልኩም ማዕጾ ኳሕኳሕ ከተብሉ ኢኹም። ንሱ ከኣ ካበይ ምዃንኩም ኣይፈልጠኩምን እየ ኢሉ ክምልሰሎም እዩ። ሽዑ ኣብ ቅድሚኻ በሊዕና ሰቲና ንስኻ እውን ኣብ ገዛና ምሂርካ ምባል ክትጅምሩ ኢኹም። ንሱ ኸኣ ኣቱም ገበርቲ ዓመጻ ኹላትኩም ካባይ ካበይ ምዃንኩም ኣይፈልጠኩምን እየ ካባይ ርሓቑ እብለኩም ኣለኹ ክብሎም እዩ። ስለዚ እንታይ ዝነግረና ዘሎ ኣብዚ እቲ ሕቶ ጥራይ ኣይኮነን ነቲ ሕቶ ምላሽ ጥራይ ኣይኮነን ኣብኡ ኣገልገልትን ኣገልግሎትን ከም ዘሎ እዩ ዝሕብረና ዘሎ ምስኡ ተተሓሓዘ እዩ ኣብዛ ናይ ወንጌል ማቴዎስ ናብኡ ቢልና ንኸይ ዘለና ከዓ ብዘይ ምክንያት ኣይኮነን ስፍሕ ብዝበለ መገዲ ካብዛ ሕጂ ዘንበብናያ ኣብኡ ስለ ዘሎ እዩ ካብ ፍቕዲ ዓሰርተ ሓሙሽተ ጀሚርና እንተ ኣንበብናዮ ናይዛ መገዲ ጥፍኣት ገፋሕ መገዲ ርሕብቲ ኢልዋ ዘሎ ብዙሓት ከኣ ዝኣትዋ መገዲ ጥፍኣት ኣገልገልቲ ኣለዋ ፍቅድ ዓሰርተ ሓሙሽተ ካብ ነቢያት ሓሶት ተጠንቀቑ ውሽጦም ዝምንጥሉ ተዃሉ ክንሶምሲ ክዳን ኣባጊዕ ተኸዲኖም እዮም ዝመፅኹም ይብለና ኣገልገልቲ ኣለዋ ኣብዚ ነቢያት ኢልዎም ኣሎ ግን ነቢያት ጥራይ ኣይኮኑን ነቢያት ሓሶት እዮም እዚኣቶም ኣመጻጽኦም ነጊርና ኣሎ ውሽጦም ዝምንጥሉ ተዃሉ ክንሶምሲ ክዳን ኣባጊዕ ተኸዲኖም እዮም ዝመፅኹም ኢሉ ይብል እዚ ሰለስተ ኣበሃህላ እዚ ንበሎ ነቢያት ሓሶት ተዃሉ ኣባጊዕ እዚ ኣብ ቤተ ክርስቲያን ኣብ ማሕበር ኣብ መንጎ ምእመናን ዝኸውን ነገራት እዩ ብሓደ መገዲ ስለዚ ካብ ቤተ ክርስቲያን ወጻኢ ብዛዕባ ዘሎ ነገራት ጥራይ ኣይኮነን ዝዛረብ ዘሎ ኣብ ውሽጢ ቤተ ክርስቲያን ካብ ቤተ ክርስቲያን ወጻኢ ኮይኖም ናይ ገዛ ነብሶም ኣገልግሎት ዘገልግሉ ኣለዉ ኣብ ውሽጢ ቤተ ክርስቲያን ኮይኖም እውን ነታ ቤተ ክርስቲያን ዝውክሉ ኣለዉ ነዚኦም ግና ነቢያት ሓሶት ኢልዎም ኣሎ ብውሽጦም ዝምንጥሉ ተዃሉ ብደጊኦም ግና ብግዳም ክረኣዩ ከለዉ ኣባጊ ስለዚ ኣብ መንጎ መጓሰ እዮም እዞም ሰባት እዚኣቶም ኣምስልነት ኣሎ ኣብ መንጎ ጉስነት ናይ ኣባጊዕ እዮም እዞም ሰባት እዚኣቶም። ተኹላ ኣብ መንጎ ተዃሉ በጊዕ ክመስል ኣድላይ ኣይኮነን። ተኹላ ተኹላ እዩ ኣብ መንጎ ተኹላ ግን ኣብ መንጎ መጓሰ ናይ ኣባጊዕ ክኣቱ ከሎ መንነቱ ንክሓብእ ናይ ግድን ቶኽላ በጊዕ ኮይኑ ይመጽእ። እዞም ሓሰውቲ ነብያት ከኣ ልክዕ ከምኡ ኣብ ቤተ ክርስትያን ኣብ ቤት ጸሎት ኣብ ማሕበር ዝህብዎ ኣገልግሎት ኣሎ። እቲ ኣገልግሎት ግና እንታይ ኢሉና ኣሎ ተጠንቀቑሉ ኢሉና ኣሎ። ስለምንታይ ውሽጦም መንጠልቲ እዮም። ምምንጣል ካብ ሓደ ኩነታት ናብ ካልእ ምውሳድ እዩ ምናልባት ካብ ሓደ ወሲድካ እውን ናብ ካልእ ምፅምባር ክኸውን ይኽእል እዩ ግን ፅቡቕ ብዘይኮነ መገዱ ሰናይ ብዘይኮነ መገዱ እዚ ከምዚ ዓይነት ባህሪ ዘለዎም እዩ ተኽላ ከዓ መንጣሊ እዩ ሃዋርያ ጳውሎስ ንዝክሮ እንተ ኮይና ኣብ ማሕበር ኤፌሶን እቲ ኣገልግሎቱ ክህቦ ዝግባእ ንዝተወሰነ ዓመታት ኣገልጊሉ ምስ ወደአ እሞ ክፋነዎም ምስ ጀመረ ነቶም ሽማግለታት ማሕበር ከምዚ ኢሉ ተዛሪብዎም ኣብ ግብሪ ሃዋርያት መበል ዕስራ ምዕራፍ ፍቕዲ ዕስራን ኣርባዕተን እንተ ኣስተብሃልና ከምዚ ዝብል ጽሑፍ ይሂቦ ኣሎና ኣነ ምስ ኣግለስኩ ይብል ሃዋርያ ጳውሎስ ኣነ ምስ ኣግለስኩ ነቲ መጓሰ ዘይንሕፉ እኩያት ትዃሉ ከም ዝኣትዉኹም እፈልጥ ኣለኹ። ንደቀ መዛሙርቲ ደድሕሪኦም ምእንቲ ክስሕቡ ክስሕቡ ቄናን ነገር ዝምህሩ ካባኻትኩም ክይትንስኡ እዮም። ካበይ? ካባኻትኩም፣ ካብ ውሽጥኹም፣ ካብ ቤተ ክርስቲያን። ስለዚ እዞም ኣብዚ ነቢያት ሓሶት ኢልዎም ዘሎ እዞም ብተዃሉ መሲልዎም ዘሎ ካብ ቤተ ክርስቲያን ወፃኢ ኣብ ግዳም ዘለው ጥራይ ይኩን ኣብ ግዳም እውን ኣለው ግን እቲ ሃዋርያ ጳውሎስ ኣብዚ ዝዛረበሉ ዘሎ ኣገዲስዎ ዘሎ ከምኡ እውን ኣብዚ ጎይታና የሱስ ክርስቶስ ኣገዲስዎ ዘሎ ብዛዕባ እቲ ኣብ ግዳም ዘሎ ጥራይ ዘይኮን ብዛዕባ እቲ መጓሰ ኣምላኽ ዝኾነ ብዛዕባኡ እውን እዩ ስለዚ እዛ መገዲ እዚኣ ኣገልገልታ ኣለዋ ኣገልገልቲ ኣለዋ ስለዚ እንታይ ይብለና እንታይ ይመኽረና እንታይ ይምዕደና ፍቕዲ ዓሰርተ ሽዱሽተ ኣብቲ ናይ ወንጌል ማቴዎስ ብፍሪኦም ከተለልይዎም ኢኹም ካብ እሾኽዶ ወይኒ ይቕንጠብ ካብ ትኹርባስ በለስ ከምኡኸስ እቲ ጽቡቕ ኦም ጽቡቕ ፍረ ይፈሪ፣ እቲ ክፉእ ኦም ከኣ ክፉእ ፍረ ይፈሪ። ጽቡቕ ኦም ክፉእ ፍረ ኺፈሪ ወይስ ክፉእ ኦም ጽቡቕ ፍረ ኺፈሪ ኣይኰነሉን እዩ። ጽቡቕ ፍረ ዘይፈሪ ዘበለ ዅሉ ኦም ይቝረጽ፣ ናብ ሓዊ ድማ ይድርበ። እምበኣስ ብፍሪኦም ከተለልይዎም ኢኹም። ነስተብህል ኣሕዋት እምበኣር ኣብዚ፣ ጐይታና የሱስ ክርስቶስ ኣብቲ ላዕሊ ተጠንቀቑ ኢሉ ኣሎ። ኣብዛ ኣብ መወዳእታ ዘንበብናያ ኸኣ እምበኣስ ብፍሪኦም ከተለልዩዎም፣ ጥንቃቐ የድሊ፣ ምልላይ እውን የድሊ። ቀሊል ነገር ኣይኮነን። ተኹላ ንገዛእ ነብሱ ኣብ መንጎ መጓሰ ኣብ መንጎ ኣባጊዕ ከእቱ ከሎ ተመሳሲሉ እዩ ዝኣቱ። ስለዚ እቲ ጓሳ እንተ ደኣ መስተብሃሊ ዘይኮይኑ ከምኡ እውን እተን ኣባጊዕ እቲ ኣብ መንጎን ዘሎ ተኹላ ብገለ መገዲ እንተዘይኣስተብሂልናሉ እቲ ጸገም እቲ ሽግር ዓብይን ብዙሕን ክኸውን እዩ። ስለዚ እንታይ ኢሉ ተጠንቀቑ ኢሉ ምስ በለ ምልላይ ከኣ ክህልወና ይግባእ እዩ። ስለምንታይ ከምቲ ሃዋርያ ጳውሎስ ኣብዚ ዘንበብናዮ ጽሑፍ ከም ዝበለ እንታይ ድዩ ኢሉና ነቲ መጓሰ ዘይንሕፉ እኩያት ኢልዎ ኣሎ። እከይ እንታይ ከም ምዃኑ ኩላህና ንርዳእ ኩላህና ንፈልጥ ክኣትዉኹም እዮም ኣብ ውሽጥኹም እዩ ስለዚ ኣገልገልትና
እሰብሎም
ንርኣዮም ይብሉ ድዮም? ከምቲ ሃዋርያ ጳውሎስ ከምቲ ኣነ ንክርስቶስ ወይ ከኣ ንየሱስ ዝመሰልክዎ ንስኻትኩም ከኣ ንኣይ ምሰሉ ኢሎም ዝብሉ ናይ ብሓቂ ክርስቶስ ዝመስሉ ድዮም? ወይስ ዝመስሉ እሞ ግን ተዃሉ ድዮም? እዚ ምልላይ የድሊ ከም ምዃኑ ኢና ክንርዳእ። ስለዚ እቶም ዝጠፍኡ ዘለዉ እቶም ብዙሓት ዝጠፍኡ ዘለዉ ብዘይ ምኽንያት ኣይኮነን እዚ ከምዚ ዓይነት ኣገልገልቲ ስለ ዘለዋ እያ። በዞም ከምዚኦም ኣገልገልቲ ምክንያት እዩ እታ መገዲ መገዲ ጥፍኣት ትኸውን ዘላ እታ መገዲ ርሕብቲ ገፋሕ ብዙሓት ዝኣትዋ ትኸውን ዘላ ስለምንታይ ገፊሕ ነገር ርሑብ ነገር ኣይትጽገመሉን ኢኻ ኣይትሽገረሉን ኢኻ ከም ድላይካ ትኣትወሉ ከም ድላይካ ትወጸሉ እቲ ወንጌል ዝደልዮ እቲ ወንጌል ዝሓቶ ዘበለ ናብራ ህይወት መገዲ ጽድቂ፣ መገዲ ቅድስና፣ መገዲ ዘለኣለም ህይወት ኣይግድሳን እዩ። እዛ መገዲ እዚኣ እዛ ገፋሕ መገዲ እዚኣ ኣይግድሶምን እዩ እዞም ኣብዚ ነቢያት ሓሶት ኢልዎም ዘሎ እዞም ተዃሉ ኢልዎም ዘሎ ኣይግድሶምን እዩ ብዛዕባ ስለዚ ብዙሓት ናብዚ ገጹም ዝዝምብርሉ ምክንያት እንታይ እዩ ብስም ክርስቶስ ብስም የሱስ ግናኸ እቲ ክርስቶስ ዝደልዮ እቲ ስም ክርስቶስ ዝምጥኖ ኣኻይዳ ህይወት ናብራ ዘይጓዓዝ መገዲ ከም ምዃኑ ዝነግረና እዩ ስለዚ ኣገልገልቲ ኣለዋ እዛ መገዲ እዚኣ እንደገና እዛ ገፋሕ መገዲ ኣገልገልቲ ጥራይ ዘይኮነስ ኣገልግሎት ከዓ ኣለዋ ኣገልገልቲ ዘገልግልዎ ኣገልግሎት እንታይ ዓይነት ኣገልግሎት ኣብቲ ናይ ሉቃስ መበገሲ ጌርና እንተ ደኣ ወሰድናዮ ኣብኡ ዝብለና ነገር ኣሎ እቲ ሕቶ ምስ ሓተተ እቲ ሰብኣይ ጎይታና የሱስ ክርስቶስ ክምልሸሉ ከሎ ኣይፈልጠኩምን እየ ኳሕኳሕ ምስ ኣበሉሉ ኣይፈልጠኩምን እየ ምስ በሎም እቲ ዝበልዎ ምነሰፍለይና ኣብ ቅድሚኻሲ በሊዕና ሰቲና ንስኻ እውን ኣብ ገዛና ሜርካ ኢኻ ምባል ክትጅምሩ ኢኹም ይብለና። ስለዚ እቲ ኣብዚ ዝብሎ ዘለዉ እቲ ኣገልግሎቶም እዮም ዝነግሩ ዘለዉ ከምዚ ገበርና ኣገልግሎቶም እዩ ዝነግሩ ዘለዉ ብሰፊሑ ከዓ ኣብዛ ናይ ወንጌል ማቴዎስ እንተ ደኣ ኮና እንታይ ዓይነት ኣገልግሎት ከም ዘሎ ከም ዝነበሮም ብጀካ እዛ ኣብዚኣ ተነጊራ ዘላ ቅድሜና በሊዕካ ኣብ ቅድሜኻ በሊዕና ኣብ ገዛና ምሂርካ እዚ ከምዚ ዓይነት ኣገልግሎት ነይሩና እዮም ዝብሉ ዘለዉ። ኣብ ናይ ወንጌል ማቴዎስ እንተኸድና ግና እንታይ ይብል? ፍቕዲ ዕስራን ሓደን እንተ ደኣ ኸድና ፍቓድ እቲ ኣብ ሰማይ ዘሎ ኣቦይ ዝገብር እምበር ጎይታይ ጎይታይ ዝብለኒ ኩሉ መንግስተ ሰማይ ዝኣቱ ኣይምሰልኩም። እዛ ቃል ጎይታይ ጎይታይ ትብል ቃል ኩሉ ሰብ ዝብላ እዩ ወረ ጥቕሲ እውን ይጥቀሰላ እዩ ብጀካ መንፈስ ኣምላኽ ተዘይኮይኑስ ንጉትነት ኣምላኽ ጉትነት ጎይታና የሱስ ክርስቶስ ጎይታ ኢሉ ዝብል የልቦን እዩ ብርግፅ እዩ ብመንፈስ ቅዱስ ተመርኪስካ ንጎይታ ናይ የሱስ ክርስቶስ ጎይታይ እንተ ደኣ በልካዮ ጎይታይ ግን መንፈስ ኣምላኽ ዘይብሉ ምስማይ ስም ጎይታ ናይ የሱስ ክርስቶስ ጎይታይ ጎይታይ ምባል ኣብ ዘብጽሖ ነገራት ከም ዘየሎ ከም ዘሎ ኢና ክነስተብህል ጐይታይ ጐይታይ ዝብለኒ እዩ። ስለዚ ጐይታይ ዝብሉ ሰባት ስለ ዝተሳእኑ ኣይኰነን። ጐይታይ ጐይታይ ወይ ከኣ ኣምላኸይ ኣምላኸይ፣ ኣብ ካልእ ጽሑፋት እውን ኣምላኸይ ኣምላኸይ ይብል እዩ፣ ዝብሉ ሰባት ስለ ዝተሳእኑ ኣይኰነን። ንሱ ኣይኰነን ቀንዲ እቲ መገዲ፣ እሱ ኣይኰነን እቲ ኣገልግሎት። ስለዚ ብስም ጎይታ ዝግልገል ኣገልግሎት ይመስል ግን ሓቅነት ዘለዎ ኣገልግሎት ከም ዘይኮነ እዩ ቀፂልና እሞ ነንብቦ ኢና እንታይ ይብል ፍቕዲ ዕስራን ክልተ በታ መዓልቲ እቲኣ ኣይ ለይቲ መዓልቲ ኩሉ ሰብ ነናቱ ጸብጻብ ዝህበሉ ዘበንን ግዜን ይመጽእ እዩ። በታ መዓልቲ እቲኣ ብዙሓት ክብሉ እዮም፣ ጐይታይ ጐይታይ ብስምካዶ ኣይተነበናን፣ ኣጋንንትስ ብስምካዶ ኣየውጻእናን፣ ብስምካስ ብዙሕ ሓይሊ ዶ ኣይገበርናን ክብሉኒ እዮም እዚ ከምዚ ዓይነት ኣገልግሎት ኣገልጊልናየ እንል ዘሎ እዛ መገዲ እዚኣ እምበኣር ኣገልግሎት ኣለዋ ኣገልገልቲ ጥራይ ዘይኮነስ ኣገልገልቲ ኣገልግሎት ኣለዋ እዚ ከምዚ ዓይነት ኣገልግሎት ዝካየደላ መገዲ እያ ኣብዚ ኣጋንንቲ ምውፃእ ክፉእ እዩ ማለት ኣይኮነን። ብስም ጎይታና የሱስ ክርስቶስ ጸሊኻ እቲ ዝጸለኻዮ ጸሎት ሰናይ ምላሽ ካብ እግዚኣብሔር ኣምላኽ ክትረክብ ግቡእ እዩ። ኣምላኽ ፈትይዎ፣ ኣምላኽ ደልይዎ፣ ድንቂ ዝኾነ ነገራት ንክትገብር እውን እዚ ቅዱስ ፅሑፍ እዩ ግን እቲ ኣብዚ ዘሎ ኣገልግሎት እንሪኦ ዘለና ገይሮሞ ድዮም ከምኡ ገብሩ ድዮም ኣይገብሩን ካልእ ነገር እዩ ግን እዚ ከምዚ ዓይነት ኣገልግሎት ኣገልጊልና እዮም ዝብሉ ዘለዉ እንተ ብሓቂ እንተ ብሓሶብ ዝኾነ ኮይኑ እዚ ከምዚ ዓይነት ኣገልግሎት ስለ ዘሎ ስለዝተገብረ ካብታ መገዲ ጥፍኣት ሓራ ክውፅኣካ ኣይክእልን እዩ። ካብቲ ከምቲ ዓይነት ጥፍኣት ሓራ ከውፃእካ ዝኽእል ኣካይዳ ከምቲ ኣብዚ ሂቡና ዘሎ ጎይታይ ጎይታይ ዝብል ዘይኮነሲ ፍቓድ እግዚኣብሔር ኣምላኽ ከምቲ ኣብ ቃል ዘሎ ድሌት እግዚኣብሔር ኣምላኽ ከምቲ ኣብ ቃል ዘሎ መገዲ ህይወት ከምቲ ኣብ ወንጌል ዘሎ እንተ ደኣ ዘይተመላሊስካ እንተ ደኣ ከምኡ ኮይኑ ዘይነብር ዘይትነብረሉ ህይወት እንተ ደኣ ዘይብልካ ኮንካ እቲ ካልእ እትገብሮ ዘበለ ኹሉ ከምዚ ስለ ዝገበርኩ ከምዚ ስለ ዝገበርኩ እዚ ገይረ እዚ ከምዚ ፈጢረ እንብሎ ነገራት ከም ዘይዋጽእ እዩ ስለዚ ጥዑይ ህይወት ከም ብሓድሽ እተወልደ ህይወት
ጻድቕ ህይወት ቅዱስ ህይወት ንናይ ዘለኣለም ህይወት ዘብቅዓካ ህይወት እዩ እቲ መስፈሪ እምበኣር እቲ ሓታቲ እዚ ነገር እዚ ኣይረኣየን ኣብቲ ጎይታና የሱስ ክርስቶስ ክምህር ከሎ ሰባት ከዓ ነቲ ትምህርቲ ተማሂሮም እቲ ውፅኢቱ ክርእዮ ከሎ ምናልባት ኣብ ገዛእ ነብሱ እውን ክርእዮ ከሎ እዚ ነገራት እዚ ኣይረኣየ ስለዚ ዝሓተቶ ሕቶ ሂደት ድዮም ዝድሕሉ ደኣ ስለዚ እንታይ ኢና ንብል ዘለና? እዚ ሕቶ እዚ ኣገዳሲ ሕቶ እዩ። እዚ ሕቶ እዚ ኣገዳሲ ሕቶ ስለ ዝኾነ እግዚኣብሔር ኣምላኽ ጎይታና የሱስ ክርስቶስ ሸለል ኣይበሎን ወይ ከዓ ሓፂር መልሲ ኣይሃበሉን።
ነዊሕን ብርቱዕን ትንታነ ዘለዎን መልሲ ሂብሉ ዘሎ ጎይታና የሱስ ክርስቶስ እምበኣር ኣሕዋት ኣነን ንስኹምን ኩሉ ሳዕ ከምቲ ሃዋርያ ጳውሎስ ብዛዕባ ህይወቱ ካልእ እናሰበኸ ከሎ ቀዳማይ ሚስዮናዊ ጉዕዞ ካልኣይ ሚስዮናዊ ጉዕዞ ሳልሳይ ሚስዮናዊ ጉዕዞ በብዓይነቱ ኩሉ ዓይነት ተግባራት እናገበረ ከሎ እናገበረ ክነሱ ኣብኡ ኣይተኣማመነን። ንኻልኦት እናሰበኽኩ፣ እናመሃርኩ፣ ንኻልኦት እናመለስኩ ንገዛእ ነብሰይ ከይጠፍእ ኢሉ እዩ። ካብቶም ሒደትሲ ክኸውን ኣለኒ እዩ። ጎይታ እምበኣር ሓግዘና ንዓይና ከምኡውን ካብቶም ሒደት ክንከውን። እቶም ሒደት ክንደኦም ኣይንፈልጥን። ግን ካብቶም ሒደት ክንከኑ ይብሃል። እቶም ዝጠፍኡ እምበኣር ብዙሓት እዮም። ካብቲ ውድቀት ናይ ወዲ ሰብ ካብ ኣዳም ጀሚሩ ዘሎ ህዝቢ ኩሉ ደሚርና ደማሚርና ቁፅሩ እንተንፈልጦሲ ካብዚሲ ክንደይናይ እዩ ናብ መንግስቲ ዘለኣለም ህይወት ክኣቱ ዝኽእል? ክንሓስበሉ ዝግባኣና ነገራት እዩ ኩሉ ሳዕ ክንሓስበሉ ዝግባኣና ነገራት እዚ ጎይታ ሓግዘና እታ ሕቶ ሕቶ እያ እቲ ምላሽ እውን ናይ ሓቂ ምላሽ እዩ ኣሜን ኣብዚ ወዲኤ ኣለኩ ጎይታ ባርክኩም።
ኣሜን ጎይታ ብርኽ የብልካ ሓወይ ግርማይ። ኣሜን ኣሕዋትን እተዋህቦ ቃል ናባና ኣብጽሕዎ። ብርግጽ እታ ሕቶ ክንደየናይ ኣድሂብናላ ንፈልጥ ቅድሚ ሕጂ ኣይፈልጥን ንዓይ ብዙሕ እዋን ኣንቢበ እየ ማርክ እውን ምልክት እውን ገይርላ ግን ሓዳሽ እያ ኮይናሃኒ ሎሚ ንግሆ ምስ ኣንበባ እንታይሲ ሕቶ ክህልወና ክእል እዩ መዓልቲ ካብ መዓልቲ ግዜ ካብ ግዜ ሕቶ ምስ ዝህልወና መልሲ ኸኣ ኣለዎ የሱስ። እዚ ንእመን እሞ ምስ ሕቶና መጺእና ምስ ሕቶና ኣይንምለስን ኢና መልሲ ኣለዎ። ነቲ መልሲ ንምስማዕ ግና ከምዚ ባርያ ኣምላኽ ዝበለና ነቕልበሉ። ምክንያቱሲ እንታይ ኢሉ ሓቲቱ ክንደይ እዮም ዝድሕኑ ኣብኡ ግን ኣይወድኦን ደሓር እንታይ ኢሉ ኣነኸ ካብ ሞንጎኦም ድየ ሎሚ እታ ገዲፈያ ክኸይድ ዝደሊ ሕቶ ባርያ ኣምላኽ ከኣ ዝበለ እዚ ሰብኣይ እዚ ዝኣገደሶ እዚ ሕቶ እዚ ክሓትት ዝገደዶ ነገር ኣሎ እሱ ከኣ እንታይ ኣነኸ ካብቶም ዝድሕኑ ድየ ወይስ ካብቶም ዝጠፍኡ ንገዛእ ርእሱ ክፈልያ እዩ? ስለዚ ኣብ ፌስቡክ ዘለኹም ኮነ ኣብ ፓል ይኹን ኣብ ዙም ዘለኹም ርግጸኛታት ዲና? በዛ እዋን እዚኣ እንተ ንመውትሲ ቦታና ኣበይ ክኸውን እዩ? ርግጸኛታት ዲና መንግስቲ ኣምላኽ ክንወርስ ክንደይ እዮም ዝድሕኑ ኣነኸ ካብኦም ድየ እዚ ኣባኹም እገድፎ ስለዚ ሎሚ በዛ እዋን እዚኣ ክንጽሊ ኢና ሎሚ ኣነ ንጎይታ ክልምን እደሊ ኣለኹ ኢደይ ክህብ እደሊ ኣለኹ በዛ መገዲ እዚኣ ክኸይድ እደሊ ኣለኹ እሞ ክጽልዩለይ እደሊ ኣለኹ ዝብል ሓወይ ሓብቲ ተልዩ ኣብ ዙም ይኹን ወይ ኣብ ፓልቶክ ኣብ ዝኾነ ይኹን ካብ ኩሉ ኣእዳውኩም ብምርኣይ ሰለስተ ሰለስተ ብምፅሓፍ ኣርእዩ እሞ ሓቢርና ክንፅሊ ኢና። ኣይኮነን ግና እቲ ዝተረፈ ኩሉ ናብኡ ክንገድፎ ኢና። ሕቶ ዶ ኣለና? መልሲ ከዓ ኣሎ። የሱስ ክርስቶስ ንመልሲ ሕቶና ስቕ ኢሉ ኣይገድፎን እዩ። ግን ምስ ሕቶና ኣይንንበር ነቲ ሕቶና ርጉጽ መልሲ ረኺብናሉ ደው ንበል ስለዚ ክንጽሊ ኢና ቆሩብ ግዜ ዕድል ክበኩም ክትሓስብሉ መዝሙር ክውልዕ እየ እሞ ብድሕሪኡ ካብኔ ናብኡ

ናይ ፍሪ ኣቢ ጋል ሪኤኪ ኣለኩ ኢድኪ ይርኢ ኣለኩ እንታይ ከም ዝደሊ ከይፈለጥኩን ማይክ ፍሪ እሞ ሓዝያ። ኣቢጋል ኢድኪ ሓፍ ትብል ትወርድ ኣላ ደሊክያ ዲኪ።
ሶሪ ንሰበይተይ እንዳ ረኣክዋ ነይረ ሕጂ ሓድሽ ስለ ዝኮነት ከምዚ ትገብሪ እንዳ በልኩ እንዳ ረኣክዋ።
ኦከይ ኦከይ ድሓን ኦከይ ንጸሊ በሉ ኣሕዋትን ኣሓትን እሞ እግዚኣብሄር ኣምላክ እተመስገነ ኩን ኣነ መን እየ ንበል። ፓስተር ክጽልየልና ክሓቶ እየ ሎሚ ሕቶ እንተ ኣልዩና ምስ ሕቶና ኣይንመለስ መልሲ የሱስ ኣለዎ ስለዚ እግዚኣብሄር ኣምላኽ ዝህበና መልሲ ክንቅበል ባርያ ኣምላኽ ክጽልየልና ክዕድሞ እየ ግርማይ ክጽልየልና እዩ ኩላህና ንጸሊ
ወሰማይን ምድርን ዝፈጠርካ ህያው ቅዱስ ብሩኽ ጻድቕ ዝኾንካ እግዚኣብሔር ኣምላኽና ነመስግነካ ኣለና ስለ ኩሉ ሰናይ ስለ ኩሉ ጽቡቕ ስለ ኩሉ እግዚኣብሔር ኣቦ ለዋህ ኣምላኽ በብዋኑን በብግዜኡን ትገብሮ ነገራት ንዓይ ኮነ ነዞም ኣሕዋተይ ንዓና ኮነ ጎይታ የሱስ ክርስቶስ ኣብ ኩሉ ቦታ ኣብ ኩሉ ስፍራ ትገብሮ ዘበለ ኩሉ ስሊኡ ነመስግነካ ኣለና ኣሜን ስለዚ ኣዋን እዚኣ እውን ነመስግነካ ወለዋህ ኣምላኽና ጎይታየ እዚ ዕድል እዚ ዝሃብካና ኩሉ ሳዕ ጽቡቅ ዕድል ትበና ሰናይ ዕድል ትበና ኣሜን ቃልካ ናይ ምስማዕ እግዚኣብሔር ኣቦ ወለዋህ ኣምላክ ቃልካ ናይ ምንጋር እግዚኣብሔር ኣቦ ወለዋህ ኣምላክ እቲ ካብ ቃልካ ተበጊሱ ዝበሃልን ዝንገርን ዘበለ ኩሉ ንስኻ ክትከብረሉ ንሕና ከኣ ክንባረኸሉ እዩ እሞ ክበረሉ ባርከና ከኣ ወይታይ ኣሜን እግዚኣብሔር ኣምላኽና ፈቃር ኣቦ ንልምን ኣለና በዛ እዋን እዚኣ እቲ እተሓተ ሕቶ ኣገዳሲ ሕቶ እዩ ኣገዳሲ ስለዝኾነ ከዓ ተገዲሱ ጎይታና የሱስ ክርስቶስ ዝርዝር መልሲ ሂቡሉ እዩ ስለዚ እግዚኣብሔር ኣምላኽና ክንብል ይግብኣና እቶም ዝድሕኑስ ሒደት እዮም እሞ ካብቶም ሒደት ድየ
ኣሜን እግዚኣብሔር ኣቦ ወለዋህ ኣምላኽና ጎይታ የሱስ ክርስቶስ እነሆ ብቅኑዕ ዘይኮነ ኣገልግሎት ከይጠፍእ እግዚኣብሔር ኣቦ ብቕኑዕ ዘይኮነ ኣገልገልቲ ከይጠፍእ ርዳእ ወጎይታይ እግዚኣብሔር ኣቦ ለዋህ ኣምላኽና ብሓሶት ዝኾነ ትምህርቲ ኣስፊሖም ኣስፊሖም ናብ ማሕረዲ ከይወስዱኒ ክጥንቀቕ ተጠንቀቑ ኢልካ ኢኻ ናብ ማሕረዲ ከይወስዱኒ ከስተብህል ሓግዘኒ እግዚኣብሔር ኣቦ ኣሜን ከስተብህሉ እዞም ኣሕዋተይ ነዘን ኣሓተይ ከስተብህል እዚ ማሕበር ኣምላኽ ናባኻ የማዕቅቦ ኣለኹ ስለዚ ጎይታ የሱስ ክርስቶስ ኣይኮነን ዶ ንሕናሲ ሃዋርያ ጳውሎስ እውን ገዛእ ነብሱ እግዚኣብሄር ኣቦ ለዋህ ኣምላኽ ንኻልኦት ሰናዮም ጽቡቆም ምድሓኖም እናጸዓርኩን እናሰራሕኩን እናዓየኹ ከለኹ ንገዛእ ነብሰይ ከይጠፍእ ኢሉ ዝበለ ብዛዕባ ገዛእ ነብሱ ዝሓለየ ንሕና እውን ንነፍስና ክንሓልየላ ይግባና እዩ ንነፍስና እግዚኣብሔር ኣቦ ለዋህ ኣምላኽ ካብ ናይ ዘለኣለም ጥፍኣት ወፅያ ናይ ዘለኣለም ህይወት ወራሲት ንክትከውን እቲ መገዱ ነጊርካና ኣለኻ ሓንሳብ ምስ ሓዝናያ ኸዓ ጎይታ የሱስ ክርስቶስ ዝያዳ ኣጸቢቕና ክንሕዛ ብኣኻ ተኣሚንና፣ ብጸጋኻ ተኣሚንና፣ ብመንፈስ ቅዱስ ተኣሚንና ክንስዕቦ ሓግዘና። ምልላይ መንፈስ ምጥንቃቕን ከኣ ኣብ ልዕሌና ክትገብሮ ንልምነካ ኣለና። ስለ ዝነበረና ግዜ ተመስገን። እዚ ኩሉ ብስም ወድኻ ጎይታና የሱስ ክርስቶስ ኣሜን። ኣሜን ኣሜን ኣሜን ኣምላኽ ይመስገን ኣሕዋትን ኣሓትን ኣብ ፌስቡክ ኣብ ዙም ኣብ ፓልቶክ ዘለኹም የሱስ ክርስቶስ ኢሉ እብለኩም ኣለኹ እሞ በታ ጸባብ ደገ ንምእታው ተጋደሉ ጎይታ ይባርኽኩም ቃልስኹም ከዓ ምሉእ ይግበረልኩም ኩላህና ናይ መወዳእታ ናውስ ዝገብሮ ነገር ተረኣሉ ብሕልፊ እኳቶም ኣብ ፌስቡክ ዘለኹም ኣገልግሎትና ኩሉ ግዜ ሰኑይ ክሳዕ ቀዳም እዩ ሰኑይ ክሳዕ ዓርቢ ኩሉ ግዜ ብናይ ቶሮንቶ ሰዓት ሰዓት ሸሞንተን ርብዕን ይጅምር ክሳዕ ዓሰርተ ከኣ ከይድ ቀዳም ድማ ልክዕ ሰዓት ሰለስተ ብናይ ቶሮንቶ ኣለና እሞ ሕበሩና ጎይታ ምሳኹም ብዝተረፈ ኣሕዋተይ ነቶም